ያው የቀንየለይ እንኳዕ ማለት ከምዚ ኢልና ነብስና ፈትሽና እንታይ ኢና ንኾን ዘለና እንታይ እዩ ወሪድና ማለት መፃኢናስ ምትላም እንታይ እዩ ኣብና ኢልና እታ ቀዳመይቲ ካልኣይቲ ሳልሰይቲ ሰለስቲኤን መማረፅታት ህዝቢ ትግራይ ሃገር ክውንን ኣለዎ። ሃገር ዝሃነፀ፣ ስርዓት ዝሃነፀ፣ ናይ ባዕሉ ዘመን ኣቆፃፅራ ዘለዎ፣ ሓደ ሓደ ምሁራት the only nation in Africa እዮም ዝብልዎ ንዚ ህዝቢ እዚ። ናይ ባዕሉ ፊደል ኣለዎ፣ ናይ ባዕሉ ዘመን ኣቆፃፅራ ኣለዎ፣ ናይ ባዕሉ ባህሊ ኣለዎ፣ ናይ ባዕሉ ፊደል ኣለዎ። እሞ ድማ እታ ኢትዮጵያ ትበሃል ሃገር ኣብ ምህናጽ እቲ ዝዓበየ ናይቲ ኣንበሳ ብጽሒት ዝወስድ ዝነበረ ህዝቢ እሞ እንታይ እዩ ኮይኑ ዓዲ ዘይብሉ እንታይ እዩ ኮይኑ ሃገር ዘይብሉ ሰው እስካብ መኣዚ ኢና ንሕና ማህፀን ትግራወይቲ ዘፍረየቱ ተስፋ ዘሎ ራኢ ዘሎዎ ንዓዱ ዝጠቅም ንትግራይ ኣብ ብርኪ ዓለምስ ብቴክኖሎጂስ ብታሪካስ ብእምነታስ ንቅድሚት ከምፅኣ ዝክእል ወለዶ ምፍጣር እናክኣልና እንታይ ኢና ኮይና ዘልኣለም እዛ ወላዲት ዝፈጠረቱ መስዋእቲ ካብ ኢትዮጵያ ብዝላዓሉ ጥዒና ዝሳኣኑ መራሕቲ ንጠፍኣሉ ዘመን ጠጠው ክብል ኣለዎ ይኣክል ካብቲ ዝደቀስናዮ ድቃስ ነዊሕ ድቃስ ኢና ደቂስና ይኣኽለና ኢልና ክንትስእ ደር ሕዚ ዝውለዱ ህፃውንቲ ተጋሩ ብሰላም ዝነብሩላ ትግራይ ከመይ ክንፈጥር ንኽእል ተባሂሉ ተሓሲቡ ዝተዳለወ መድረኽ ብምዃኑ ኣነ እንኳዕ ኣብፀሐና እየ ክብል ዝደሊ መጀመርያ ነዚ ሓሳብ እዚ ሓሲቦም ኦልሞስት ካብ ብፈረንጅ ኣቆፃፅራ የካቲት ዕስራን ዕስራን ሓሙሽተን ጀሚሮም እዚ ኩሉ ነገር ጉልበቶም ፍልጠቶም ግዜኦም ብምሉእ መስዋእቲ ገይሮም እቲ ዝገርም ዶኩሜንት ኣዳልዮም ትግራይ ናበይ እያ ክትኸይድ ዘለዋ ህዝብናስ ናበይ እዩ ከማዕዱ ዘለዎ እዚ ህዝብናስ ክነንቅሖ ኣለና ሶ ንሕና ዝኽፈል ዋጋ ከፊልና ንደቅና ትኾን ሃገር ክንገድፈሎም እዩ ዝግባእ ኢሉ ሓሲቡ ነዚ ኮሚትመንት ዝወሰደ ሓውና ሚዛን እውን ምስኡ ኣብቲ ስራሕቲ ተሳልጡ ዘለኹም ንሚካኤል ሓወይ ካልኦት ኣሕዋትና እውን በዚ ኣጋጣሚ እዚ መጀመርያ ከመስግነኩም ይደሊ ግን እስኪ ንድሕሪት እንመለስ እሞ ተጋሩስ ንመን ኢና ሕዚ ኣነ ብዛዕባ ትግራይ ከውግዐካ ከለኹ እታ ሓዚ ዝነብረላ ዘለኹ ትግራይ ኣይኮነን ደቀም ንራእሲ ኣሉላ ንራኣፀ ዮሃንስ ንራእሲ መንገሻ ዮሃንስ ንራእሲ ሓጎስ ካብ መቃብሮም ቀስቂስናስ በይዛኹም ብዛዕባ ትግራይ ንገሩና ተንብሎምስ ታይ ምነገሩና እታ ባሕሪ ትውንን ዝነበረት ትግራይ እየ ነግረካ ኣለኹ ኣነ እታ ናስልጣኔ ማኣኸል ዝነበረት ትግራይ እየ ነግረካ ኣለኹ ኣብ ሰገር ባሕርስ ናይ ባዓላ ንግዲ ናይ ባዓላ መተዓዳደጊ ገንዘብ ዝነበራ ትግራይ እየ ነግረካ ኣለኹ። so ካብኡ ክትብገስ ድሕሪ ውድቀት ኣክሱም ብዙሕ ነገርና እዩ ተባላሽዩ ሕዚ ብዛዕባ ኣክሱም እነውግዕ ናብ ኣክሱም እቲ ሶም ዝሰርሕዎ ታሪክ ሓደ ነገር እዩ ንሕና ግን ናይ ባዕልና ታሪክ ምስራሕ እንታይ ኮይኑ እዩ ኣብይና ካብቲ ቀረባ ታሪክ ክንጀምር እሞ ኣቦና ኣፀ ዮሃንስ መተማ ከይዶም ምስ ሞቱ ኣብ ሽሕን ሸሞንተ ሚእትን ሰማንያን ሓደን መጋቢት ክልተ ማለት እዩ። ኣጼ ምኒሊክ ካብ ሸዋ ተላዒሎም ናብ ትግራይ እዮም መጺኦም። ካብ ራያ ጀሚሮም እንደርታ እስካብ ሓውዜን ኩሉ እዮም ኣቃጺሎምዎ እቲ ገዛውቲ ኩሉ ወዲ ሸውዓተ ዓመት ልዕሊኡ ንዘሎ ብለይቱ ክቁጸር እዩ ክቁረጽ እዩ ተገይሩ። ታይ እዩ እቲ ሓጥያት ታይ እዩ እቲ ምኽንያት? ኣፄ ዮሃንስ ምስ ፀላኢ እዛ ዓዲ እዚኣ ናይ ኣደዳ ፀላኢ ከይትኹን ዓሰርተ ሸውዓተ ዓመት ሙሉእ ሓንቲ መዓልቲ ከይዐረፉ እዮም እዚ ኹሉ ዓዲ ሓሪሮም። ራእሲ ኣሉላ ናይ ኣፍሪካ ጀነራል እዩ። ባይ ዘ ወይ ኣብ ደጉዓሊ ሓሙሽተ ሚእቲ ጣልያናውያን ሓ ብዘይ ነጋሪ ብዘ ወረ ነጋሪ ክተርፉ ከለው ተጋሩ እዮም እዚ ታሪክ ሰሪሖሞ። ናይ ጸለምቲ ናይ ብርሃን ተምሳሌት፣ ናይ ናጽነት ተምሳሌት ዝተባሃልና ሰባት ኢና ንሕና። እዚ ቅያ እዚ ከኣ ኢትዮጵያ ሸር ገይራቶ ናተይ እዩ ኢላ ናትና እዩ ግን ኣይበልናን። ጽቡቕ ናይ ኩልና ይኹን ተባሂሉ። ኣብታ ደጉዓሊን እትበሃል ቦታ ካብ ተጋሩ ወጻኢ ማንም ኣይነበረን። ተጋሩ ክብለካ ከለኹ ሕዚ እውን ካብ ኣለውሃ ስካብ ቀይሕ ባሕሪ እየ ዘውግዐካ ዘለኹ እቲ ግዜ እቲ ማእኸል ገይረ የውግዕ ስለ ዘለኹ እዚ ኩሉ ዋጋ ዝኸፈሉ ተጋሩ ደቆም ኣፄ ዮሃንስ መተማ ዝኸዱ ኣጣሊ ክሕልው እኮ ኣይኮኑን ዝኸዱ ኣጣሊ ክሕልው ኣይኮኑን እኮ መስዋእቲ ከፊሎም ሃገር ከድሕኑ እዮም መስዋእቲ ከፊሎም ከመይ ገይሮም ደቆም ብርዓስ ብ ምኒልክ ንጉስ ምኒልክ ብልዕ እቶም የቁረጽ ታይ ሓጥያት ሰሪሖም ዓዲ ስለ ዝሓለዉ ዓዲ ክሕልዉ መስዋእቲ ስለ ዝኸፈሉ በየናይ ሒሳብ እዮም እዞም ቆልዑ እዚኦም ክሕረዱ መጽደፊ ቆናጁ ዝብሃል እኒኤ ኣብዚ ኩሓ ከባቢ ቆናጁ ይድፈራ እሞ ብኡ የጽድፍወን ታይ ገይረን ኣየናይ ሓጥያት እየን ሰሪሐን። ተጋሩ ንክንጠፍእ ባሕሪ ዝነበረ ዓዲ ባሕሪ ክትስእን ገይሮማ ንሕና ጥራሕ ንጥፋእ ኣክሰስ ቱ ዘሲ ከይንረክብ ንጣልያን መሬትናን ህዝብናን ባሕርናን ሂቦም ሃገር ኣይኮነን ዘሕስቦም ስልጣን እዩ ትግራዋይ ግን ክጠፍእ ነይርዎ ትግራዋይ ክሽምረር ነይርዎ ትግራዋይ ከም ተመን ሕቁኡ ተወቂዑ ንክልተ ክምቀል ነይርዎ ገይሮሞ መሬት ሸይጦም ባሕሪ ሸይጦም ዓሰርተ ሸሞንተ ሰማንያን ሸሞንተ ኣብ ዓድዋ ዝተገበረ ኹናት ሕሰቡ ኣጼ ዮሃንስ ምስ ሞቱ ንሸውዓተ ዓመት ምሉእ በይንና ኢና ምስ ጣልያን ገጢምና ተጋሩ በይንና። ኣላጀ ምስ በጽሐ ግን ናብ ኣዲስ ኣበባ ኮይኑ መንገዱ። ኣጼ ምኒሊክ ኣብ እልፍኞም ኮይኖም እዞም ተጋሩ እዚኦም እዞም ክልተ ህዝቢ እዚኦም ኣየድሉዩናን ድዕሪ ኣልውሃ ምላሽ ዘሎ መሬት ንሃቦም ኢትዮጵያውነትካ ኣብኣ ተወዲኣ። ኣብኣ ተወዲኣኩ እስኻ ዘይትድለ ህዝቢ ኢኻ ትግራዋይነትኻ ዘይድለ ህዝቢ ኢኻ መንነትኻ ዘይኽበረልካ ህዝቢ ኢኻ ኣብኣ ተወዲኣኩ ጣይቱ ኡይ ምስ በላ እዮም ናብ ትግራይ መፅኦም ዓድዋ ምስ በፃሕና ከ የካቲት ዕስራን ሰለስተን ጣልያን ምህዳም ምስ ጀመረ፣ የካቲት ዕስራን ኣርባዕተን ፈረስ ማይ ወግ ከይዶም ውዕሎ ኣሲሮም። ኣነ እታ ናይ ዓድዋ ኩናት ኣብ ብህይወተይ ተሕፍረኒ ነገር እሳ እያ። ባሕረይን ህዝበይን መሬተይን ኣሕዋተይን ሂበ መድፍዕ ክትኩስ ኣይረኣይን እዩ። እሶም ሓቆም እዮም ክትኩሱ። ምንም ሓጢኣት ከየገበርካ በዚ ልክዕ ቀጺልካ ምጻእ ሃይለስላሰ መጺኦም ኢማጅን ኣያታትና እነ ራእሲ ሃሉላ እነ ራእሲ ሓጎስ እነ ራእሲ መንገሻ ዮሃንስ ምሳይ ክትዕረቑ ተኾይንኹም ወልቃይት ጸገዴ ናይ ምዕራብ ትግራይ ንጣይቱ ርስተ ጉል ትሃቡን እዮም ኢሎም መሬትና ተወሲዱ ንምንታይ ክንንእስ ዝግበእና ስለ ዝኾንና ስለ ዘይደይሉ ስለ ዘይደይሉና ንሕና ኢና ብግዲ ሃገርና ኢና ንብል ዘለና እምበር ካብታ ግዜ እዚኣ ጀሚራስ እዛ ዓዲ እዚኣ ናትና ኣይኮነን ንምንታይ ተይልካ ንሓጢኣት ስለ ዝገበርና ኣይኮነን ስለ ዝተደፋእና ባዕሎም እዮም ክደፍኦም ቀጽል ቀዳማይ ወያነ መጽኡ ኣቦና ብላታ ሃይለማርያም ኣይ ዓርስና ኢና ነመሓድር መሰል ዓርሰ ውሰናስ በዓልና ኢና ክነመሓድር ኢሎም ዘይፈልጥዎ ቴክኖሎጂ ብናይ እንግሊዝ ኣውሮፕላን ካብ የመን ባህረ ሰላጤ ካብ ራያ ጀሚርካ ስካብ እንደርታ ብምሉኡ ብኣየር ኣቃጺሎም ወዚ ህዝቢ እዚ እንታይ ገይሩ መሰሉ ስለ ዝሓተተ ካሊእ ምንም ሓጢኣት የብሉ እሞ እዚ ህዝቢ እዚስ ኣቦና ብላታ ሃይለማርያም ንመሰልካ ተጋደል ስለ ዝወልዎስ ሓጥያት ድዩ ኮይኑ ዝተጨፍጨፈ? ኣብ ካልእ ህዝቢ ገይሮሞ ኣይፈልጡን። ነዚ ተሸኪሙ ይቅር ኢሉስ እንደገና ናብቲ ዓዲ ተመሊሱ። ብደርግ ዝበጽሖ መከራን ስቃይን ትፈልጥ ኢኻ። ኣብ ሓውዜን ኣብ ሓንቲ ጸሓይ ክልተ ሽሕን ሓሙሽተ ሚእትን ህዝቢ ብሓደ ግዜ ተቀቲሉ። እቲ ሰነ ዓሰርተ ሓሙሽተ እነኽብሮ መዓልቲ ሰማእታት ማለት እዩ። ዓሰርተ ሸውዓተ ዓመት ኣያታትና ተጋዲሎም ተቓሊሶም ስሳን ሓሙሽተን ሽሕ ኣሕዋትና ገቢርና ብሚእቲ ሽሕ ዝቑጸሩ ኣካሎም ዝሰንከሉ ተሸኪምና ኣዲስ ኣበባ ተኣትዩ እዛ ዓዲ ናይ ኩልና እያ እሞ እቲ ትግራዋይ ተጋዳላይስ ዲሞብላይዝ ይገበር ተባሂሉ። ዓዲ እኒኣትኒ ተባሂሉ እኮ እዩ ነቲ ናይ ባዕልካ ተጋዳላይ ነቲ መከርኡ በሊዑ ዓዲ ሓራ ዘውፀ ተጋዳላይ ንገዝኡ መሊስካ እዩ ፍትሓዊ ክትኸውን ፈቲንካ ማለት እዚ ሓጣት ድዩ እዚ ሓጢኣት ድዩ ንዛ ዓዲ እዚኣ ብሓደ ክንነብር እዛ ዓዲ ናይ ኩልና እያ ኣብቲ ስልጣን እውን ኣብቲ መከላ ኣብ ኩሉስ ብሓደ ማዕረ ክነምፅ ኢልናስ እቶም ዝተጋደሉ ዓይኖም ስኖም እግሮም ዝሰኣኑ ተጋደልቲ ኣሕዋትና ዲሞቢላይዝ ተገይሮም ብዘይረብሕ ገንዘብ ማለት ምእንተ እዛ ዓዲ እዚኣ ተባሂሉ ካን ኢማጅን ድሓር ከዓ ስሳን ሓሙሽተን ሽሕ ዝኣክል ሰራዊት ኣሕዋትና ሰዊእና ብሚእቲ ሽሕ ዝቁፀሩ ኣካሎም ስንኩላን ኮይኖም ሓለፋ ይወሃበኒ ይብል እዚ ህዝቢ እዚ ኣበይ እዩ እቲ ሓጥያቱ እዚ ህዝቢ እዚ ታይ ዝገበረ ህዝቢ እዩ ንመን እዩ በኸ በዲሉ ብድሕሪኡ ታይ ኮይኑ ኩላ እዚ ዓዲ እዚኣ ካብ ትፍጠር ተጠፍጢፋ ይብለካ ኣለኹ ዕስራን ሸውዓተን ዓመት ናይ ሰላም ግዜ እዩ ሓሊፋ ብሂወታ ሰሚዓቶ ዘይትፈልጥ ኣጀንዳ እያ ኣተኣናጊዳ ብክልተ ድጂት ኣብ ዓለም ዘ ወርልድ ክላስ ማይንድ ዝብሃል መራሒ ዝነበረ ኣዴ ግን ትግራዋይ ኮይኑ ታሞ ክገብር ትግራዋይ እያ እቲ ሰብ ኣብ ዓለም ናይ ጥዒና ወርልድ ሄልዝ ኦርጋናይዜሽን ፎር ዘ ፈርስት ታይም ኢትዮጵያዊ ዶክተር ቴድሮስ ኣድሓኖም ክምረፅ ከሎ ዘእወየት ዓዲ ንመ ትግራዋይ ስለ ዝኾነ ካልእ ኣይኮነን። ኢትዮጵያ ብናይ ጥዒና ኤክስቴንሽን ኣብ ዓለም ሪከርድ ኣመዝጊባ እያ ዶክተር ቴድሮስ ኣድሓኖም እናመርሖ ኣብዚ ዓዲ እዚኣ ፅቡቕ ነገር እዩ ሰሪሑ ፅቡቕ ኮንትሪቢሽን እዩ ገይሩ ትግራዋይ ስለ ዝኾነ ግን እንታይ ክገብር ይምረፅ so ትግራዋይነትካ ዘይትቅበል ዓዲ ዘወርልድ ክላስ ማይንድ ኢሎም ዓለም ዘንጨብጨበሉ መራሒ ክመውት ከሎ ኢትዮጵያ ብምልኣ እያ በኺያ ሕዚ እንታይ ትብለና ሕዚ እዚ ኩሉ ገበና ተበፂሑ ኣብ ልዕሊና ተፈጺሙስ እቶም ተጋደሉ ኣሕዋትና ዲሞብላይዝ ገይርናስ እቶም ዝማረኽናዮም ሐዚ ዝጻወቱና ዘለዉ ጀነራላትስ ናብ ስልጣን ኣምጺእናዮም ምእንቲ ዓዲ ተባሂሉ ማለት ምእንቲ እታ ኢትዮጵያ ትበሃልስ ዓድና እያ ኢልና ሓሲብና ማለት ድሕሪኡ ሐዚ ከታይ ኮይኑ ብህይወቱ ትግራዋይ ብህይወቱ ይብላ This is a new experience for the global community ኣብ ህዝቢ ልዕሊ ህዝቢ ትግራይ ዝተፈፀመ ኣብ ዝኾነ ሸነኽ ናይ ዓለም ዝተፈፀመ ገበን ኣይኮነን፣ ሓዱሽ እዩ። ኣብ ሊግ ኦፍ ኔሽን ሕጊ እኳ የብሉን። ምክንያቱ ዝኾነ ሃገር መንግስትስ ናይ ካሊእ ዓዲ መንግስቲ ፀዊዑ ንህዝቡ ክጭፍጭፍ እዩ ተባሂሉ ስለዘይተሓሰበ ስለዘይሕሰብ ተዘይ ዓቢድኻስ ኣይትገብሩን ተባሂሉ ስለዘይሕሰብ እዚ ኩሉ ሰሪሕናስ ኤንዴገል ናው ሕሰቦ ንሕና ክንጠፍእስ መሬትና ዓዲ ይወሃብ እዩ ይሽወጥ ሕዚኸ ኣልፋ ንሕና ክንጠፍእ ኣልፋሽካ እዩ ተዋሂቡ ንሱዳን ንሕና ክንጠፍእ እዚኦም ይጥፍኡ ጥራሕ እምበር ብደቡብ ሱዳን ብጋምቤላ ደቡብ ሱዳን መሬት ወሲዶም ከተማታት ወሲዶም ሽመን ቀይረሞ ናይዚ ዓዲ ኢኮኖሚ ድዋዕዋዕ ይበል ጥራሕ ተጋሩ ይጥፍኡ ሕሰቡ እዛ እኖ ትግራወይቲ ዴላ ዝብሃል ዓዲ የካቲት ዕስራን ሰለስተን ክልተ ሽሕን ዓሰርተ ሰለስተን ዓመተ ምህረት ናብ ዴላ እናኸድና ሓንቲ ኣዶ ትረኽበና እሞ ኣብቲ መስርዕ መጨረሻ እዩ ነይረኣን ዝወደይ ኢለናን እስኹም እውን ደቅና ስለዝኾንኩም ከይትጎድሉና ፀሎት ክንገብር ኢና እቶም ክቐትሉና ዝመፁ እውን እግዚሄር ኣምላክ ልቦና ይሃቦም እሞ ትበከ ኣዶ ስለ ዘላቶም ናብ ዓዶም ብሰላም ይመለሱ ትብል ኣዶ እያ ተደፊራ እዛ ኣዶ እዚኣስ ሓጢኣት እያ በይ እስኪ ንገረኒ ንኩሉ ትጽሊ ንቶም ክቀትልዋ ዝመጹ እውን ፈጣሪ ልቦና ይሃቦም እሞ ብሰላም ይመለሱ ትብል ኣዶ እኮ እዛ ኣዶ እዚኣስ ኣብ ማህፀና ጓሓፍ ተእትወላ እሞ ኣብ ዓዳ ዛኖ እዚኣስ ካንሰር ክትበሃል እዚ ህዝቢ እዚስ ኣረም ካብ ዓለም ታሪክ ክጠፍእ ኣለዎ ትግርኛ ምዝራብ ብሕገ መንግስቲ ናይ ኣሸበርቲ ቋንቋ ክኾነ ኣለዎ ትግራይ ከም ቢያፍራ ክትጠፍእ ኣለዋ ኣብ ማይካድራ ክቐትሉና ከለዉ ተጋሩ ኢሎም ቀቲሎምና ሬሳ ክቖጽሩ ከለዉ ኣምሓሩ ኢሎም፣ ኣምንስቲ ኢንተርናሽናል ኤንድ ሂማን ራይትስ ዎች እቲ ሓቂ ምስ ኣውጽኦ፣ ሬሳ ተቑሑ ኣይቱ ወጺኡ ብኬሚካል ተቓጺሉ ስተ ሓመድ ተወሲዱ። ናይ ሕድሕድ ትግራዋይ ዕጫ እዚኣ እያ ነይራ። This is a pilot project for the Genocidal war። ፓይለት ፕሮጀክት እዩ ነይሩ። ንሕና ሓደ ተዘይንኸውን ተዘይንሰምር ሰላሳን ሓደን ሰይጣን በይንና ኢና ገጢምና ታይ እዩ እቲ ሓጢኣትና ሽም ታይ ኢና ገይርና ንመን ኢና በዲልና ንመን ኢና ኣይነንብርን ኢና ንሕና ከም ህዝቢ ትግራዋይ ከመሽላርሕ ብህይወቱ ሓውኹም እየ እናበለ ተገላቢጡ ክጥበስ ከመይ ኢላ እያ እዛ ዓዲ እዚኣስ ናይ እግዝሂር ዓዲ ክትኾን እባ የኢትዮጵያ ኣምላክ ዝበሃል እዙይ ድዩ ንዝኾነ ይኹን ህዝቢ ንዓፋርስ ይኹን ነምሓራ ንኦሮሞስ ይኹን ንደቡብ ሰናይ ትምኒት ዘለዎ ህዝብስ ብዚ ደረጃ እዚ ስብእንኡ ክዋረድ ብዚ ደረጃ እዚ ክፅላእ እንታይ እየ ገይረ ተይብሉ ከዓ ምክንያት የብሉ ትማሊ ነይረ እየ ሎሚ እውን እነብር ኣለኹ ፅባሕ እውን ክነብር እየ ስለ ዝበለ ጥራሕ ሶ እስካብ መኣዝ እዩ ከምኡ ኢሉ ክነብር እዚ ህዝቢ እዚ ሕዚ ብጭቡጥ እርሰ በርስና ክንባላዕ እዮም ከገብሩና ራእሲ ሓጎስን ራእሲ ኣሉላን ካብ መቃብሮም ቀስቂስና ተንሓቶምስ ታይ ምበሉና እባ ቅድሚ ሚእቲ ዓመት እሶም ዘጥፍእዎ ንሕና እናወቐስናስ ኣብ መበል ዕስራን ሓደን ክፍለ ዘመን ኣብ ዝሰልጠነ ዘመን እቲ ጌጋዚ ንሕና ንደግሞ ከመይ ዝበልኩም መሳሕቖ ደናቑር ኢኹም ኢሎም ምጸረፉ። ስምዒትን ባህግን ድሌትን ህዝብና ረሲዕና ኣብ ዘይምልከተና ትርኪ ምርኪ እንውዕል ሰባት ኮይንና ማለት እዩ። ሕዚ'ውን ብትንትና ክንወጽእ እዮም፣ በብቁሸትና ክንሓስብ፣ ብዛዕባ እቲ ሕዚ ንዕሎ ዘለና ዓብዪ ኣጀንዳ ከይንሓስብ፣ ንኽንነብርስ ንሕና ኢና ንፈቕደሎም ኢና ተባሂሎም፣ ንዓና ክተጥፍእ ለይትን ቀትርን ትሰርሕ ዘላ ዓዲ እያ፣ ታሞ ክንገብር ነይርናሽ። ዝኾነ ይኹን ህዝብስ በዚ ልክዕ እንድሕር ዝብደል ኮይኑ ታይ እሞ ክገብር ዝግበኦ? እሞ ዓዲ ዝሃነፀ ናይቲ ዓዲ በዓል ዋና ኢትዮጵያ ትበሃል ዓዲ ንክትምስረት እቲ ናይ ኣንበሳ ብፅሒት ዝወሰደ ህዝቢ እሞ ሕማቕ ዘይዛረብ ናይ ማቱ ዘይደልን ናቱ ዘይህብ ንዝማረኾም ሰራዊት ክቐትልዎ ንዝመፁስ እሱ ዝብላዕ ዘይብሉስ ዝብላዕ ዝህብ ኣበየናይ ዓለም ኢኻ ከምዚ ዓይነት ህዝቢ ኣልሽ ከትረክብ ህዝቢ ትግራይ እባ ለባም ህዝቢ ትግራይ እባ ፀዋር ግን እስካብ መኣዝ እዩ ናይ እዛ ኣዶ እዚኣ ዝወለደቱ ህፃን ብብዘመን ዝሰኸረ መንግስቲ እናመፀ መስዋእቲ ንኸፍል እስካብ መኣዝ እዩ ይኣኽለና ዶ ሕዚ ዝኸፈልናዮ ዋጋ እኮ ከቢድ ዋጋ እኮ ኢንጂነራት እኮ ኢና ከፊልና ትፈልጥና ዶክተራት እኮ ኢና ከፊልና ንትግራይ ተስፋ ዝኾኑ ቆልዑ እኮ ኢና ሓፊና እም ሕዚ ብርሃኖም ስኢኖም ንኣይን ንኣኻን ብርሃን ዝሃቡና ቆልዑ እኒዉ እም እናተመርሑ ዝኸዱ ማለት እዩ ህፃናት ዕሸላት ቆልዑ ምእንተ ትግራይ ኢሉ ኣብ ማህበረ ደጉ ወዲ ዓሰርተ ክልተ ዓመት ተስታውስ ኢኻ ትግራይ ትስዕር ኢሉ እታ ናይ ትግራይ ባንዴራ ዘለዋ ቲሸርት ተኸዲኑ ኣብኣ ክደፍእዎ ከለዉ እዚ ሰምዒት ኣይነበረን እዚ ስኻር ኣይነበረን ዋላ ሕዚ ዝዛረቦ ዘለኹ ኣነ ስምዒትን ስኽራንን ኣይኮንኩን ሕማም እዩ ማንም ብዕሉግ መፅኡ እታ ስርዓት ዘለዋ ኣዴኻ ክደፍረልካ እስካ መኣዝ ትፅበ ሕዚ ዝኸፈልናዮ ዋጋ ይኣክል ማህፀን ትግራወይቲ ድሕሪ ሕዚ ዝኸፍሎ ነገር ክህልዎ የብሉን እዙይ ክኾን እንተኾይኑ ህዝቢ ትግራይ ሃገር ክውን ኣለዎ ናይ ባዕለይ ዝብሎ ዓዲ ክህልዎ እዞም ኣነ ንስኻን ዝወለድናዮም ህፃናት ቆልዑ ብክልተ እግሮም ዝረግፅዋ ኣንዳዕዲዖም ዝፃወቱላ ትግራይ ክትህልዎም ኣለዋ ንዓይን ንኣኻን ዘይኾነት ሃገር ንደቅና ክትኾን ይትኽእል በየና ሒሳብ ንንስዩ መስፍን ዘይኮነት ሃገር እዞም ኢንተርናሽናል ኣምባሳደር ከመይ ጌርና ትግራይ ከዓ ድኻ ኣይኮነት እዚ ናይዞም ነበረያ ነበረ ኣብ ዝሓለፈ ኣብ ሓሙሽተ ወርሒ ይብለካ ሓምሳ ኩንታል ወርቂ እዩ እቶም ዘይተዓደልና ሰባት እንዲና መራሕትናስ ንፌደራል መንግስቲ ዘረከብዎ ዊች ሚንስ ክልተ ሚእቲ ቢልየን ብር ማለት እዩ ድኻ ዝኾነት ክልልስ ክልተ ሚእቲ ቢልዮን ብር ትህብ? ኣብ ሓንቲ ሴክተር እየ ነግረካ ኣለኹ። እሞ ድማ ለባም ህዝቢ ሒዝካ፣ ሃርኳት ህዝቢ ሒዝካ፣ ትዕግስተኛ ህዝቢ ሒዝካ። ሕዚ እዚ ግዜ'ዚ ንሕና ንደፋፈኣሉ ግዜ ኣይኮነን። ካብ ስምዒት ወጺእና ርጊእና ንሓስበሉ ግዜ እዩ። እዚ ህዝቢ'ዚ ብሓቂ ታሪካዊ ሓላፍነትና ንዋጻእ ተኾይንና ሕድሕድና ምስ ነብስና ክንዕረቕ እዩ ዝግበእና። እዞም ኣንተው ነግሬካ ኣብ ሕክምና ተትኸድ መለስ ኣካዳሚ ዝበሃል ሕክምና ኣሎ ኮምሽን ሓርበኛታት ትግራይ ዝንከባኸቦም ቆልዑ እኒኦ እርእሶም ህሊንኦም ስሒቶም ኣነ ንስኻን ክንሓስብ ግን ገይሮምና እግሮም ስሒቶም እግሪ ሂቦምና ዕሸላት ቆልዑ ትግራይ ክትህነፅ ተኾይና ኣብዚኦም ተሰሪሕና እዩ። እዞም ህፃናት እዚኦም ጎና ጎኒ ሕልሚ ንትግራይ ኢሎም እዮም ተሰዊኦም ንትግራይ ኢሎም እግሮም ስኢኖም ንትግራይ ኢሎም እዮም ሕልሞም ለዓና ክብሉ መስዋእቲ ገይሩ እዚ ንሓስብ ተኮይና ፅባሕ ንግኡ ርእሱ ዝስእን ዝስዋእ ሕልሙን ራእዩን ዝብልዖ ትውልዲ ክህልወና የብሉን። ይኣኽላ ዛዶ እዚኣ እንታይ ገበረት? ሎማዓንቲ ንከፍሎ ከፊልና ሃገር ክንውንን እዩ ዝግበእና ማንም እናመፀ ዝፃወት ኣዱ ኣደይ ክፃወታ ኣደይ ተደፊራ ኣላ ወልኩ ኣነ ዘልኣለም ክውግእ ጠጠው ክነብሎ እዩ ዝግባእ ብሓቂ ከም ትግራዋይ ንሓስብ ተኮይና ካብ ስምዒት ተወፂና ማለት እዩ ስምዒት ኩሉ ግዜ ጌጋ እዩ ርግኣት ምስትውዓል ግን ነዊሕ ክትጓዓዝ እዩ ዝገብር ተጋሩ ሕዚ ንሓብረሉ ግዜ እዩ መእንተ ንባዕልና ማለት መእንተ መጻኢና ንባዕልና ሶ እዛ ድምፂ ናፅነት ትግራይ ናይዞም ሕዚ ጋህዲ ገይሮምዋ ዘለዉ ሰባት ጥራሕ ኣይኮነትን ናይ ዝኾነ ይኹን ፖለቲካዊ ኣተሓሳስባ ዘለዎ ትግራዋይ እዩ ንምንታይ ትግራይ ጋህዲ እንተኮይና እያ እቲ ናትካ ፖለቲካዊ ኣተሓሳስባ ንህዝብካ ክትዛረብ ትኽእል ተስርፅ ትኽእል ኣበይ ኮንካ ትግራይ ዘይላ ብዛዕባ ኣየነይቲ ትግራይ ኢና ንወግሕ ዘለና? ፖለቲካ ተሃልዩንስ ህዝበይ ክህልዎ ኣለዎ? ንመን ድየ እቲ ፖለቲካ ክሰርሖ? ምስ ህዝበይ እንድየ ክሰርሖ። ስለዚ ዝኾነ ይኹን ትግራዋይ፣ ዝኾነ ይኹን መሪሕነት፣ ንሕና ንዝኾነ ይኹን ህዝቢ ንኣምሓራ ይኹን ንዓፋር ይኹን ንኦሮሞ ንኹሎም ክብሪ ኣለና። ዛትስ ዋይ ዋጋ ከፊልና እዛ ዓዲ እዚኣ እስካብ ሕዚ ኣፅኒሕናያ ኢና ካብዚ ንላዕሊ ግን ፈቲናዮ ይካእ ታሞ ንገብር እንታይ ከ መማረፂ እኒኤና ሽም ዓድና ኢልናስ ሕሰቦ ዓሰርተ ሸውዓተ ዓመት ምሳካ ዝተጋደለ ብፃይካ ሞቢላይዝ ገይርካ ንዕኦም ናብቲ ስራሕ ተእቲካዮም ካብዚኣ ንላዕሊ ስታይ ኢካ ትገብር ሞቢላይዝ ዛኖ እዚኣ ስታይ እያ ትገብር ካብዚኣ ንላዕሊ ትማሊ ክቀትልዋ ዝመፁ ሰባት ማሪካስ ማእኸላይ መንግስቲ ደቅኹም ሞይቶም ኢሉ ዘርድኦምስ ምሳና እዮም እኒኤው ኢላ ብቴሌቪዥን ተርእ ኣዶ እኮ እያ። ትግራይ ማለት እዚኣ እያ። ዛኖ እዚኣ ክነዕርፋ እዩ ዝግባእ። ዛኖ እዚኣ ደቃስ ኣብ መረበታ ተሞርዕዮም ወሊዶም ዓብዮም ትርእየሉ ግዜ ክነምፀላ እዩ ዝግባእ። ብሓቂ ንፈትዋ ተኾይና ብሓቂ ሕማማ ሕማምና ተኾይኑ so ወለዶና ክቅጽል ተኾይኑ ትግራይ ንቲ ዝመጽእ ወለዶ ክንወ ተኾይና ሎማዓንቲ ክንኸፍሎ ዝግባእ ነገር ክንከፍል no free lunch at all እሳ ተኾይና እያ እታ ናይ ጅግነት ስራሕ ገዛና ምስ ኣጽረና ድላይና ክንራገጽ ንኽእል ኢና ድላይና ክንሓስብ ንኽእል ኢና ካብ ትግራይ ወጻኢ ዝመጽእ ሓሳብ ግን ንትግራይ ዘፍርስ እዩ ብብቑሸትናን ብከባቢናን ምሕሳብ ተጀሚርና ሕልሚ ጸላእትና ጋህዲ ምግባር እዩ። ኣንታ ሀዝቢ ለባም ኢኻ ርጉዕ ኢኻ ከምዚኦም ዝበሉ ከም ተስፋይ ታደሰ ድኹማት ኣብ ከባቢኦም መጺኦም ዝሽጉጡ ተሃልዮም ስርዓት ግበሩ ክትብሎም እዩ ዝግባእ ህልውናኻ ብከባቢያውነት ኣይኮነን ዝዕረ ዓለም ርእሳ ዘትሐዘ ታሪክ ዝሰራሕኻ ምሽጥር ዓወትኻ ሓድነትካ እዩ ውዳበኻ እዩ ኣብዛ ውዳበ እዚኣ ተዓሲልካ ኣይትጠራጠር ንሰላሳን ሓደን ሰይጣን በይንኻ ገይጥምካ ህልውናኻ ዘረጋገጽካ ህዝቢ ሃገርካ ምንም ዘይትምስርተሉ ምንም ነገር የለን። እሞ ድማ ኣብ ልዕሌኻ ዝተፈጸመ ገበን ኣብ ዝኾነ ይኹን ህዝቢ ተፈጺሙ ዘይፈልጥ ሚእትን ዕስራን ሸሞንተን ሽሕ ኣዴታትና ደምኽን ክነጽርየክን እናተባህላ እየን ተደፊረን። ደም ክንክነጽሪ ሸቂልና ዘጥረናየን ኢኮኖሚ በሻሻ ገይርናዮ እኮ ኢና ተባሂሉ ትግራይ መሰረ ልምዓታ ጠፊኡ እዩ ኢኮኖሚያ ጠፊኡ እዩ እዚ ማለት እንታይ ማለት እዩ ፅባሕ እውን ከምዚ ዝበለ ወፈፌ ክመፅእ ከሎ እዚ ክነተኣናግድ ይኣኽለና ባ ለባማት ክንኾን እዩ ዝግበር ንሕና ንራገጸሉ ግዜ ኣይኮነን ሕዚ። እዚ ህዝቢ ካባና ዝጽበዮ ካልእ እዩ። ነዚ ህዝቢ እዚ ኣንቂሕና መሰል ዓርሰ ውሳኑ ባዕሉ ክውስን ኣረዲእና እዚ ህዝቢ ተተቐቢልዎ ከኣ ክገብሮ ስለዚ ኩሉኹም ተጋሩ ኣሕዋተይ ኣብ ስምዒት ዘለኹም ትኾኑ ትኽእሉ ኢኹም ኣፍቲን ኣፍቲን ዘለኹም ኣጀንዳ ናይ ህዝቢ ትግራይ መዋፅኦ ህዝቢ ትግራይ እዚኣ እያ ኣብዚኣ ዓሲልና እዚ ህዝቢ እዚ ናይ ባዕለይ ዝብላ መረበቱ ናይ ባዕለይ ዝብላ ዓዱ ኣብ ዓለም ዝረኣየላ ባህሉ እምነቱ ስልጣንኡ ዘርእየላ ትግራይ ናብ ንቡር ንመልሰላ ናብቲ ናይ ቀደም ስልጣንያ ሓደ ሓደ እኮ ዝገርመካ ዘይናትና ጃኬት ኮይና ተኸዲና ተጋሩ ዝኾነ ነገር ክዝረብ ከሎ መን ኢልዎ ኣበይ ሰሚዕኻዮ መዓስ ኢልና ሓቲትና ኢና ንዛረብ ነይርና ሕዚ እከለ ኢልዎ ኢልናስ ሓድነትና ክነፍርስ ንጓየ ሰባት ኮይንና ኣለና። እዚ ንማንም ክብ መድሓኒት ክኾን ኣይኽእልን። ስለዚ በይዛኹም እታ ቤተክርስትያን እውን ርኢኹምዋ ኢኹም ሓምሳ ሚልዮን ህዝቢ ትግራይ ክጠፍእስ ሓምሳ ሚልዮን ቅርሺ ዘዋፅእ ቀሺ ኩሉ ወፂኡ ናትና ምጥፋእስ ዝባረኽ ኣብ ኣሜሪካ ኣብቲ ዘለኹም ዓዲ ዕስራን ሰለስተን ጳጳሳት ፕሪቶርያ ንምንታይ ተፈረመ እቲ ዝጀመርናዮ ዘይነጥፎም ኢሎም እዮም መጺኦም። ኣታ ህዝቢ እስኻ ዓዲ ክኣልሽ ናይ ባዕልና መንበሪ ኢና እንኣልሽ ንደማመጽ እሂን ምሂን ንበሃል ኣብዛ ውዳበ እዚኣ ተዓሲልና ኣይትጠራጠሩ ትግራይ ባህጋ ንርኣያ ኣለና በቃ እዚ ህዝቢ እዚ ክነሐጉሶ ንኽእል እሱ ኸኣ ንድሕሪት ዝብል ህዝቢ ኣይኮነን። ጎና ጎኒ እዚ ግን እዞም ዓንተቦ ዝብለካ ዝነበርኩ ሚኪኤለ ሓወይ ኣብቲ እሶም ዝደቀስሉ ክትኸዲ ከለኻ ኣርእስኻ ኢኻ ትሓምም። ህፃናት ራእይ ዝነብሮም ህፃናት እዮም። ነዚኦም ካፍቲ ንበልዖ ቀንዲስና እውን ንሕና ኢና ዘለና እዮም ማንም የብሎም ማንም እታ ሓንቲ ህይወቶም ንኣና ኢሎም ከፊሎምስ ንሕና ካብታ ንበልዓ ምሃብ ስለዚ ጎና ጎኒ ኣብቲ ሃገራውነት እዛ ሃገር እዚኣ ጋህዲ ክትኾን ዋጋ ዝኸፈሉ ጀጋኑና ኣብ ቕድሚት ከነምጽኦም እዩ ዝግባእ። ክንሕግዞም እዩ ዝግባእ። ኣጆኹም ጽባሕ ንግሆ ኻልኢት ጅግና ለካ ትግራይስ ጅግና ዝኽበረላ ዓዲ እያ እታ ንብህጋ ማለት ጀጋኑኣ ተኽብር ካልኦት ጀጋኑ ትፈጥር ብኹናት ጥራሕ ኣይኮነን ኣብ ልምዓት ጀጋኑ ትፈጥር። ኣብ ቴክኖሎጂ ጀጋኑ ትፈጥር ኣብ ዓለም ዲፕሎማሲ ጀጋኑ ትፈጥር ኮታስ ንኹሉ ትሓቅብ ኩሉ ዝምነዮ ኣነስ ትግራዋይ ምኾንኹ ዘብል ስራሕ ንሰርሐላ ትግራይ ክትመፅእ ተኾይና እዞም ደቅና እዚኦም ዝኸፈልዎ ዋጋ ብዝኾነ ይኹን መካሓሲ ክልወጥ ኣይኽእልን ብዝኾነ ነገር ክትካእ እየ so ነዚ ጎና ጎኒ ሒዝና ተኸይድና ኣይትጠራጠሩ ዝኽፈል ነገር ንኸፍል ኢና ትግራይ ግን ጋህዲ ትኾን ደቅና ተስፋ ክህልዎም እዞም ዕሸላት እዚኦም ካባና ዝሕሹ ዓዶምን ህዝቦምን ዝፈትዉ ገይርና ክንፈጥሮም ንኽእል ኢና እዚ ናትና ሓላፍነት ምርጋፅ ኣይኮነ እቲ ናትና ሓላፍነት ከከም ስምዒትኻ ምዕባድ ኣይኮነን ንህዝቢ ትግራይ ዝጠቕሙ ተስፋይ ታደሰ ነብሱ ክቅንጭው ኣለዎ ነብሱ ክፍትሽ ኣለዎ ናተይ ስምዒት ገደል እዩ ተወዲቁ ከም ህዝቢ ከመይ ገይረ እየ እዚ ህዝቢ እዚ ከሳግሮ ዝክእል ኢልካ ሓስብ ኣለካ እሱ ተተሳጊሩስ ኣነ ተሳጊረ ማለት እቲ ጅግንነት እሱ እዩ ውልቀ ስምዒትካ ምዝራብ ግን ያው ድንቁርና እዩ ኣሃ ኣና ዳሓልልከ ስለዚ ኣነ
ንኩላትና ንኩላትና እዛ ንሓስባ ዘለና ትግራይ ብሕብረትናን ብስኒትናን ክትረጋገፅ እያ ከም ሓደ ትግራዋይ ግዱስ ትግራዋይ ከዓ ኣነ ግብሩ ዝግበእን ነገር ብሙሉ ንምግባር ምንም ንድሕሪት ኣይብልን እዚ ግዜ እዚ ዕድል ሂብኩም ክንዛተ ስለ ዝገበርኩም ኣሕዋተይ ብጣዕሚ እየ ዘመስግን ህዝቢ ትግራይ ኣብዚ ክዓስል እየ ተስፋ ይገብር ተጋደልቲ ትግራይ እቱም ዋጋ ትኽፍሉ ዘለኹም ጀጋኑ ምእንተ ህልውና ትግራይ ስለ ዝኾነ ጋህዲ ክትገብርዎ ኣይኹም ኣብዚ ትዓስሉ ኢኹም ኩሉ ምሁር ትግራዋይ ኣብዚ ክዓስል እየ ተስፋ ይገብር ህዝቢ ትግራይ እውን ኣብዚ ክዓስል እየ ተስፋ ይገብር እናተዋደና ሰሪሕና እግዚኣብሔር ከዓ ይተሓወሶ